ናይ ፕሮግራም መላለዪ ሬድዮ ድምፂ ኣሜሪካ ኣገልግሎት ቋንቋ ትግርኛ ብ ትሽዓተ ሽሕን ኣርባዕተ ሚእትን ሰማንያን ሓሙሽተን ብ ዓሰርተ ክልተ ሽሕን ኣርባዓን ብ ዓሰርተ ሰለስተ ሽሕን ሸውዓተ ሚእትን ስሳን ሓሙሽተን ኪሎ ሄርዝ ወይ ከዓ ብ ሰላሳን ሓደን ብ ዕስራን ሓሙሽተን ብ ዕስራን ክልተን ሜትር ባንድ ልክዕ ከምቲ ካብ ሰኒ ክሳብ ዓርቢ ዘሎ ደድሕሪ ቋንቋ ኣምሓርኛ ብዘይካቲ ብሳተላይት ብተወሳኺ ብሬድዮ'ውን ከምዝመሓላለፍ ክንሕብረኩም ንፈቱ። ሬድዮ ድምጺ ኣሜሪካ ኣገልግሎት ቋንቋ ትግርኛ። እዚ ሬድዮ ድምጺ ኣሜሪካ እዩ። ምስ ግዝያዊ ኣመሓዳሪ ክልል ትግራይ ዶክተር ሙሉ ነጋ ናብ ዝተኻየደ ቃለ መጠይቕ ክንሓልፍ ኢና። እዚ መደብ ኣብ ዝሓለፈ ዓርቢ ቀሪቡ ነይሩ ግን ብፀገም ቴክኒክ ቁሩብ ናይ ድምፂ ምርባሽ ስለ ዝነበሮ ሎሚ ደጊምና ከነቕርቦ ኢና። ህዝብና ርእይዎ ዘይፈልጥ ከቢድ ሓደጋ በፂሕዎ እዩ። ዕንወት ንብረት፣ ምጥፋእ ህይወት ሰብ፣ ምድፋር ደቂ ኣንስትዮ፣ ዕንወት ዝተፈላለዩ መሰረተ ልምዓት ከይተረፈ በፂሑዎ ኢዩ ክብሉ ዋና ፀሓፊ ስራሕ ጊዚያዊ ምምሕዳር ክልል ትግራይ ዶክተር ሙሉ ነጋ ገሊፆም። ዶክተር ሙሉ ነጋ ነዚ ዝበሉ ምስ ሪፖርተርና ኣለም ፍስሃ ኣብ ከተማ መቐለ ኣብ ዘካየድዎ ቃለ መጠይቕ ኢዩ። ናብ ኣለም ከስግረኩም። ዶክተር ሙሉ ነጋ ብፍሉይ ምስ ወኪል ረድዮ ድምጺ ኣሜሪካ ኣብ ዝገበርዎ ቃለ ምልልስ ነዚ ዕንወት መንቀሊ ዝኾኑ ምርዳእ የድሊ ኢሎም። ዋና ፈፃሚ ስራሕ ግዝያዊ ምምሕዳር ክልል ትግራይ ቃለ ምልልስ ንምግባር ፍቓደኛ ብምዃኖም ኣትየ እናመስገንኩ ምስኦም ናብ ዝገበርክዎ ወግዒ ቀዳማይ ክፋል ከራኽበኩም። ዶክተር ሙሉ ነጋ ትግራይ ናብ ዝነበረቶ ኩነታት ንምምላስ ዝተፈላለዩ ኣንፈታት ኣነፂሮም ይንቀሳቐሱ ከምዘለዉ ይዛረቡ። ያው እቲ
ግዝያዊ ምምሕዳር ክጣየሽ ከሎ ከም ዝፍለጥ ናይ ፌዴራል ኣካል እዩ። እቲ ግዝያዊ ምምሕዳር ብፌዴሬሽን ምክር ቤት ብዝወፀ ናይ ህፁፅ ኣዋጅ ከምኡ እውን ብናይ ሚኒስትሮች ምክር ቤት ዝወፀ ኣዋጅ ተጣየሸ እዩ። ተወሰ ዕማም ግልፂ እየን ናብ ሓሙሽተ ዝኾነ ዕማም ኣለዎ እቲ ቦታ ኣዋጅ ተዋህቦም እቲ ግዝያዊ ምምሕዳር ካብ ዝተላዕለ ካብ መጀመርያ ጀሚሩ ሮድማፕ ኣቐሚጡ እዩ። ኣብ ትግራይ ምስ ኣተዉ እንታይ እዩ ክሰርሕ ዝብል? ከም ዝፍለጥ በዚ ናይ ሕጊ ምኽባር ስጉምቲ ኣብ ክልልና ናይ ፀጥታ ናይ ሰላምን ቀውሲ ክመፅእ ከም ዝኽእል ይፍለጥ። ስለዚ እታ ናይ ሓንቲ ዓባይ ዕማሙ እቲ ናይቲ ክልል ናይ ፀጥታን ድሕንነትን ምርግጋፅ ኣቢሉ እውን ሰላም ክውሕስ ምግባር እዩ። እዚኣታ ዓባይ ሕማም እያ እታ ካልኣይቲ ዝነበረት ከምዝፍለጥ ኣብ ከምዚ ዓይነት ቀውሲ ክመጽእ ከሎ ግጭት ክመጽእ ከሎ ብዙሕ ግዜ እቲ ሓደ ዝርእ እንታይ እዩ ናይ መንግስቲ መሓውር ኣይሰርሕን ይፈራርስ እዩ ስለዚ እዚ እውን እቲ ናይ መንግስቲ መሓውር መሊስካ ምድርጃው ድማ እቲ ካልኣይቲ ዕማም እያ እታ ሰልሰይቲ ዕማም እንታይ እያ ኣብ ከምዚ ዓይነት ቀውሲ ብዙሕ ግዜ ናይ መሰረተ ልምዓት ካብ ስራሕ ወፃኢ ክኸውን እዩ፣ ክዓኑ ይኽእል እዩ። ስለዚ ነዚ ቀዲምና ክዓኑ ስለ ዝኽእል እዚ እውን መሊስካ ናይ ምህናፅ ስራሕ ብፍላይ መብራህቲ፣ ስልኪ፣ ባንኪ፣ ናይ ባንኪ ሲስተም፣ ማይ ካልኦት ብጣዕሚ ንሕነቲ ሕብረተሰብስ መሰረታዊ ዝኾና ነገራት ንሰን እንድሕር ጠፊኤን ዓንየን ንህዝቢ ኣብ ሓደጋ እዩ ዝወድቕ። ስለዚ እዚ ቀልጢፍካ ጸጊንካ ናብ ስራሕ ምእታው ዝብል እዩ ነይሩ። እታ ራብዐይቲ ናይ ሰብኣዊ ሓገዝ እዩ። ምኽንያቱ ኣብ ከምዚ ዓይነት ቀውሲ ብዙሕ ሰብ ኣብ ሓደጋ ይኣቱ እዩ፣ ናብ ጥሜት ይኣቱ እዩ። ስለዚ ብጥሜት ዝመውት ከይህሉ ሰብ ምንቕዑ ዘኽእል ናይ ሰብኣዊ ሓገዝ ምቕራብ እዩ። እቲ ናይ መወዳእታ ከም ሮድማፕ ዝሓዝናዮ እዚ ግዝያዊ ምምሕዳር እዚ ዘላቒ ኣይኮነን። ብሱሩ ተመርጸ መንግስቲ ኣይኮነን በቲ ክልል ስለዚ እቲ ክልል ናይ ባዕሉ ተመርጸ መግስቲ ክህልዎ ምቹው ኩነታት ምፍጣር እዩ ኣብ ዝሓጸረ ግዜ እቲ ኣብቲ ህጹጽ ኣዋጅ ወጺኡ ህዝብና ናይ ባዕሉ መንግስቲ ነጻ ኮይኑ ብዘይ ምንም ምሽምቓቕ ዲሞክራሲያዊ ዝኾነ ግልጽነት ዘለዎ ኣሳታፊ ዝኾነ ምርጫ ኣካይዱ መራሕቱ መሪጹ መንግስቱ መስሪቱ ናብ ውሕስ ዝኾነ ሰላም ዝኣተሉ ናብ ልምዓት ዝኣተሉ እውነታት ምፍጣር እዩ።

እተፈላለዩ ኦፍስታት ናይ መሰረተ ልምዓት ከይተረፈ በፂሑ እዩ። እዚ ብብዙሕ ብተፈላለየ መገዲ ብፍላይ እቲ መጀመርያ እቲ ኹናት ኣብ ከተማ ከይካየድ ብዙሕ ፃዕሪ ተገይሩ እዩ። እቲ ግዝያዊ ምምሕዳር እውን ምስ ዝነበረ መንግስቲ እናተደራደረ ብምንም ተኣምር ኣብተን ከተማታት እቲ ኹናት ከይካየድ እዚ ጽቡቅ ጽቡቅ መገራት ብዝሕ ተሪክሞ ብዙሕ ምኩራት ተገሪሞ ኣሎ ንባዕሉ ኩናት ተካይዱ ነገር ግን ድሕሪ እቲ ግጭት ኩናት ግን ብዙሕ ዕንወት በጺሑ ስርቆት ተፈላለዩ ሓይልታት እቲ ናይ ህዝቢ ንብረት ካብ ናይ ግለሰብ ንብረት ጀሚሩ ክሳብ ዓበይቲ ትካላት ዕንወት በጺሑ እዩ። ንኣብነት ናይቲ ምትወሲድናስ ልዕሊ ብቢልዮን ዝቕጸር ንብረት ዝግመት ትምራት ትካላት ናይ መድሓኒት ናይ ጨርቃ ጨርቂ ካልኦት እውን ናይ ግለ ሰብ ሃፍቲ ኢንቨስትመንት ፋብሪካታት ብዙሕት ጉድኣት በጺሑ እዩ እዚ ዝተቐናጀወ እዩ ሓደ ሰረቕቲ ካልኦት ድማ ካልኦት ሓይልታት እውን ኣብዚ ሚና ኣጻዊቶም እዮም እንታይ ማለት እዩ ሰረቕቲ ማለት ኣብዚ ናይ ትፔለፍ ሓይሊ ክወጽእ ከሎ ካብ ኩለን ከተማታት ቀረባ ዘለዋ ከተማታት ዝመፁ እስረኛታት ዝነበሩ ናይ ሕጊ ተጠየቅቲ ተፈቲሖም ኣብዚ ከተማ እዮም ኣብ መቐለ ንኣብነት እዚኦም ዓብይ ሽግር እዮም ፈጢሮም ብፍላይ ኣብ መቐለ ተደራጅዮም ዕጥቂ እውን ኣለዎም ትብትን ዕጥቂ ኣሎ ትበተና ሓይሊ ኣሎ እዚ ናይ ባዕሉ ፖሊስ ስለዘይብሉ እቲ ክልል ሓይሊ ዝከላኸል ስለዘይብሉ እቲ መከላኸሊ ሓይሊ እውን ናብ ካልእ ስራሕ ስለዝኸውን ብዝተቀናጀወ መገዲ ስርቆት ተኻይዱ እዩ ኣብዚ ብዙሕ ህዝቢ ስርቆታት በፂሕዎ እዩ ናይ ሰብ ህይወት ምጥፍእ ክህሉ ይኽእል እዩ። ስለዚ እዚ ነዚ ንምርግጋፅ እንታይ ኢና ንገብር ዘለና እዩ። ንሕና እቲ ሓደ እቲ ሰላም ድሕነት ክረጋገፅ ዝኽእል ሓደ እቲ ክልል ናይ ባዕሉ ፖሊስ ሓይሊ ተለዎ እዩ። ናይ ባዕሉ ፀጥታ ሓይሊ ክህልዎ ኣለዎ። ከምዝፍለጥ ናይ ባዕሉ ፀጥታ ሓይሊ ስለዘይብሉ ዝሕልዎ እንድሕር ዘይብሉ ሕግን ስርዓትን ምኽባር ኣጸጋሚ እዩ። ለቲ ግዝያዊ ምምሕዳር ከም ብሓድሽ ነቲ ዝነበረ ፖሊስ ክምለስ ጻውዒት ገይሩ እዩ። ዝተመለሰ ፖሊስ ናብ ኣርብዓን ክልተን ፐርሰንት ተመለሰ ኣሎ። እዚ ፖሊስ እዚ ሪኦሬንተሽን ስልጠና ተዋሂብዎ ስራሕ ንክጅምር ዕጥቂ ተዋሂቡ ክጅምር ይግበር ኣሎ እዩ። ብተወሳኺ እውን ኣብ ፌደራል ኣብ ማእከል ዝነበሩ ተወለድቲ ተጋሩ ናይ ፌደራል ፖሊስ ኣባላትን ናይ መከላከያን ንክምልሱ ናብዚ ኣትዮም ክሕግዙ ይግበር ኣሎ። ልዕሊ ሽሕ ዝኾኑ። እዚ እንታይ ማለት እዩ? ኣብ ዝሓጸረ ግዜ እቲ ናይ ፖሊስ ሓይሊ ምጥያሽ ማለት እዩ። ኣጣይሽና እቲ ክልል ባዕሉ ናይ ባዕሉ ሓለዋ ሃልይዎ ወንጀላቻት እውን ተቢሎም ዝከላኸሉሉ ባዕሉ እውን ዝፈልጦ ኢና እቲ ጸገማት ብዝተፈላለየ መገዲ ዝመጽእ ዘሎ ጸገም እቲ ናይ ፍርዲ ቤት ስርዓት ናይ ኩሉ ናይ ፍትሒ ጀሚሩ ተቀናጁ ወንጀለኛ ዝተሓዘሉ ስርዓት ናብቲ ዝነበረ ምምልስካ ምትንኻድን ስለ ዝኾነ ኣብኡ ከምዚ እልኩኻ ዝተወሰነ ጽቡቅ ስራሕቲ ኣሎ ንሱ ድማ ናይቲ ናይቲ ግዝያዊ ምምሕዳር ናይ መጀመርያ ትኩረት ሂቡ ዘሎ እዩ ብበጀቱ ብገለ መለ እውን ትኩረት ናይ መጀመርያ ምክንያቱ ፀጥታን ድሕነትን እንድሕር ዘይ ሰላም እንድሕር ዘየሎ ካልእ ስራሕ ክስራሕ ኣይክእልን በዙይ ምክንያት እዙይ ፅቡቅ ስራሕ ጀሚርና ግን ገና ምስ ዝነበረ ናይቲ ሽግር ዕምቆትን ስፍሓትን ብዙሕ ስራሕ እዩ ዘድልዮ ብዙሕ ቻለንጅ ፈተናታት ኣለውና እዮም ኣብዚ ህዝቢ እውን ክሕግዘና ኣለዎ ናይ ተሳትፎ የድሊ እዩ ምክንያቱ ብዛዕባ ሰላም ናይ ካልእ ጉዳይ ኣይኮነን ናይ ህዝቢ ጉዳይ እዩ ናይ ህልውና ጉዳይ እዩ ከይዱ ከይዱ ዝጠቅም ነቲ ህዝቢ እዩ። ነቲ ህዝቢ ብዙይ ተዋሳኢ ኮይና እያ ኩሉ ግዜ ዕድመ ንዕድም ዘለና። እቲ ግዝያዊ ምምሕዳር ግን ብምንም ተኣምር ናይ ህዝቢ ትግራይ ዝግብኦ ኣይኮነን ኣብ ከምዚ ዓይነት ወንጀልን ናብ እዙይ ዓይነት ቀውስን ምእታው። ስለዚ ታብዚ ንክወፅእ እታ ናይ መጀመርያ ስራሕና ትኸውን ፀጥታን ድሕንነትን ኢሉ ሰላም ምርግጋፅ ትብል እያ። ስለዚ ኣብዚ ከምቲ ዝገለፅክዎ ዝተጀመሩ ስራሕቲ ኣለው። ብዙሕ ስራሕቲ ብዙሕ ድጋፍ የድሊ እዩ። ካብ ፌደራል እውን ደገፋት ይመፅእ ኣሎ። ግን ካብ ባዕልና ካብ ውሽጢ እውን እቲ ህዝቢ ተጠናኺሩ ባዕሉ እቲ መንእሰይ እውን እቲ ህዝቢ እውን ናይ ሰላም ኣምባሳደር ባዕሉ ድሕነቱ ክሕሉ ክደራጀ ኣለዎ፣ ክሰርሕ ኣለዎ። ስለዚ እዚ ንምግባር ኣብቲ ንገብሮ ዘለና ናይ ፖሊስ ምድርጃው፣ ናይ ጸጥታ ሓይሊ ምድርጃው ሓጋዛይ ክኾን ኣለዎ እየ ዝብል። እታ ካልኣይቲ ትምልከት እታ ናይ መሓውር ናይቲ መንግስቲ ዝፈረሰ መሓውር መሊስካ ናይ ምድርጃው፣ ኣብዚ ብፐርሰንት ናብ ሰብዓን ክልተን ፐርሰንት ዝኸውን ከይድና ኣለና። እንታይ ማለት እዩ? እቲ ግዝያዊ ምምሕዳር ዝተዋህቦ ማንዴት ግልጺ እዩ፣ እቲ ዝነበረ ትግራይ ምምሕዳር እዩ። እቲ ዝነበረ ምምሕዳር ምሕደር እንታይ ማለት እዩ? ዝነበረ ምምሕዳር ንትግራይ ከመሓድር በቲ ኣዋጅ መሰረት መጀመርያ እቲ ናይ ሃገር ምክልኻል ሓይልነት ሙሉእ ትግራይ ካብ ምዕራብ ትግራይ ክሳብ ደቡብ ክቆፃፀር ኣለዎ መጀመርያ ከምኡ እዩ ዝብል ኣስቸኳይ ኣዋጅ ማለት እቲ ክልል ብመን እዩ ዝቆፅር ዘሎ ብመከላከላ እዩ ብናይ ሃገር መከላኸሊ ሓይሊ ክቁፅር ኮይኑ ኣለዎ ካብኡ እቲ ግዝያዊ ምምሕዳር ከይዱ ድማ የደራጁ ማለት እዩ ምስ ፈረሰ ስለዚ ኣብዚ ፀገም ኣለና እዩ እቲ ሰብዓን ክልተን ፐርሰንት ዝበልክዎ እንታይ እዩ ናይ ምዕራብ ትግራይ ከይሓወሰ እዩ ተወስነ ናይ ደቡብ ትግራይ ኣላማጣ ኮረምቲ ሓውሲ እዩ ንምንታይ እዘን ክራምቲ ኣዚኣተን ብናይ ኣምሓራ ምልሻን ፍሉይ ሓይሊ ተታሓዛ እዩ እዚ ባኣና እቲ ኣራኣእያ በቲ ኣዋጅ መሰረት ትክክል ኣይኮነን ምክንያቱም እዚ ናይ እቲ ዝነበረ ናይ ሕጊ መክበሪ እርምጃ እዩ እምበር ተመሊስካ ከምዚ ዓይነት ሕቶ ምሰ ካብዚ ምሓዝ ትክክል ስለ ዘይኮነ እዚ ንክእረም ንሰራልና ኢና ምስ ፌደራል መንግስቲ ምስ ዝምልከቶም ትክክል ስለ ዘይኮነ ዝኮነ ሕቶ እንተልዩ እኳ ብዛዕባ ናይዚ ናይ ወሰን ናይ ማንነት ተልዩ ግዜኡ ኣይኮነን ህዝቢ ትግራይ ኣብ ሽግር ምስ ወደቀ ሪኢካ ከምዚ ዓይነት ነገር ምግባር ትክክል ኣይኮነን ለይቲ ግዝያዊ ምምሕዳር ክገልጽ ዝኹነ ኣቋም እዩ ዘለዎ። እዙይ ንቃለሰሉ ዝልና እዩ። ነቲ ምእንተ ምንታይ፣ ምእንቲ ህዝቢ ትግራይ ጥራሕ ኣይኮነን፣ ምእንቲ ሕግን ስርዓትን። ናይቲ ሕጊ ናይቲ ሃገር ሕገ መንግስቲ ኣይፈረሰን፣ ናይቲ ሃገር ክልላት እየን ኣብዘለዎ እየን ዘለዋ። እዚ ከምዙይ ዓይነት ኣጋጣሚ ተጠቒምካ ሕጊ ምኽባር እርምጃ እናተወሰደ ኢልካ ምእታው ትኽክል ስለዘይኮነ እዚ ኣብ ምዕራብ እውን ቶሎ ኢልና ማሕውርና ክንተዘርግሕ ተዘሎ ተስተኻኺሉ ማለት እዩ። ብዙሕ ሕገ መንግስታዊ ዘይኮኑ፣ ሕግን ስርዓትን ዝተሓሱ ነገራት ይካየዱ ኣለዉ እዮም። እዚ ግን ዜሩ ዜሩ ካብ ሕግን ስርዓትን ወጻኢ ክኮን ኣይክእልን ምክንያቱ ኣብዚ ግዜ እዚ ኣብዚ ሃገር እዚ ብሓይሊ ዝግበር ነገር ዋጋ የብሉን ውድመት እዩ ኣብ ትግራይ ዝረኣናዮ ውን ናይ ህወሓት ኣካይዳ ውን ብሓይሊ ዝተሓስበ ናብ ህዝብና ናብ ሓደጋ የውድቅዎ ስለዚ እዚ ንክንገብር ብደቡብ ትግራይ ውን ከምኡ እቲ ዘሎ ናይ ተልዊሉ ተስተካኪሉ እቲ ናይ መከላኸሊ ሓይሊ እቲ ቦታ ተቆፃፂሩ ስራሕና ክንሰርሕ ኢና ንፅዕር ዘለና። ድፍኢት ንገብር ኣልና ኢና። እዙይ ምንም ዘከራኽር ኣይኮነን። እዚ በዙይ ምኽንያት እዩ እቲ ሰብዓን ክልተን ፐርሰንት ዝበልኩ። ስለዚ ናይ ምዕራብ ትግራይን ናይ ተወሰነ ደቡብ ስለዘይሓዘ እዩ። እዙይ ግን ብኣና በኩል እንዳደፋእናሉ ብሕግን ስርዓትን ክፍታሕ ብፍላይ ብፍላይ ድማ ናይ ክልቲኡ ጎረበት ህዝቢ ብዝ ሕውነት ሓቢርካ ናይ ምንባር ምትእስስር ብዘጠናክር መንገዲ ክፍታሕ ናብ ግጭት ከይኸይድ ኢና ንሰርሕ ዘለና ማለት እዩ። በዚ ኣጋጣሚ ምናልባት ኩናት መንግስቲ ኢትዮጵያ ከም ዝብሎ ንሕጊ ንምኽባር እዩ መሰረት ሓይሊ ተኻይድ ዝብል ኣብዚኣ ምስዛ ዘልዓልኩምለይ ናይ ከባቢታት ናይ ምሽማይ ተታሒዙ ገለ ወገን እውን እብ እቲ ሕጊ ናይ ምኽባር ሰበብ ተገይሩ ቦታ ናይ ምውራር፣ መሬት ናይ ምውሳድ፣ ትካላት ናይ ምዕናው፣ ናይ ምውራር፣ ቅትለት እውን ገለ መሰረት ዝገበረ እዩ ነይሩ ዝብል ኣለዉ እሞ ሓደ እታ ሕጊ ናይ ምኽባር ስራሕ ተባሂላ ኲናት ተጀመረት ኣብ ምንታይ ብርኪ በፂሓ ኣላ ትብል? እታ ካልኣይቲ እታ ሓንቲ ወገን ከ ከመይ እያ ዘላ ሕዚ? ምስ ዋና ፈፃሚ ስራሕ ግዝያዊ ምምሕዳር ክልል ትግራይ ዝገበርክዎ ዕላል ኣይተዛዘመን፣ ካልኣይ ክፋል ኣብ ቀፃሊ ከቕርብ እየ፣ ንዝቐደመ ግን ኣዝየ ዘመስግን። ኣለም ፍስሃ ካብ መቐለ።